ኣብ ዝሓለፈ ቀዳማይ ክፍሊ ዝረኣናዮ ሕጂ ውን ንዑ ንቕጽሎ ዘለና እሞ ከኣ ድሕሪ ተን ኣገደስቲ ዝኾና ኣስተምህሮታት ናይ ተውሒድ ቅድሚ ሕጂ ዝሓለፈ ንዑኡ መቐጸልታን መደገፍታን ዝኸውን ኣገዳሲ ዝኾነ ክታብ ጀሚርና ኣለና ንሱ ድማ ክታብ ተውሒድ ኣለዚ ሁዋ ሓቁ ላሂ ዓለል ዓቢድ ድብል ማለት እዩ ክቡራት ኣሕዋት

ረበልዓለሚን ወዘኪር ኢሉ ኣዘኻኽር ኢኻ ኢሉ። እዚ ምዝኽኻር እዚ ጠቓሚ እዩ። ብዛዕባ ናይ ኢማን ወዲ ሰብ ይዝንግዕ እዩ። ኣብ ኣዱንያ ሃለውለው ክብል ይውዕል። መሻቕል ናይ ኣዱንያ ይሕዞ። ላኪን ኩላ ግዜ መዓልታዊ ገለ ነገር ነቲ ኢማኑ ዝጅድደሉ፣ ኢማኑ ዘትርረሉ፣ ከምኡ ድማ ናይ የውም ኣልቅያማ ደዘኻኽሮ ናይ ግድን ክሰምዕ ኣለዎ። ወዘኪር ፈኢነ ዚክራ ተንፋዑል ሙእሚኒን፣ እዚ ምዝኽኻር እዚ ነቶም ሙእሚኒን ይጠቅም እዩ ኢሉና። ነዓም ይጠቕመና እዩ። ቃለ ላህ ወቃለ ረሱል ክንሰምዕ ከለና ናይ ብሓቂ እምበሪ ህይወትካ ይቕየር። ወሊሃዛ ያ ረሱለላህ ኢሎሞም ወላሂ ምሳኹም ኮፍ ክንብል እንከለና፣ ብዛዕባ ጀናን ጀሃነምን ክትገልጹልና እንከለኹም ከኣነሃ ራእየል ዓይን ኢሎሞም ከምዚ ብዓይንና ንሪኣ ዘለና ከምኡ ኮይኑ ይስምዓና ኢሎሞም ሰሓባ ከምኡ ኢሎም ብድሕሪኡ ግን ናብ ደቅና ምስ ከድና ናብ ኣንስትና ምስ ከድና ግን ብዙሕ ነገራት ንርስዕ ኢሎሞም ዋላሂ ኢሎሞም ኣንቢ ዓለይሂ ሰላቱ ወሰላም ሎው ከምታ ምሳይ ከሎኹም ኢማን፣ ጀናን ጀሃነምን ከምዚ ብዓይንና ንሪኣ ዘለና ኮይና ትስማዓና ዝበልኩሞ ከምኡ ትቕጽሉ ኔርኩም ተትኾኑ ለሳፋሓትኩሙል መላኢካ ፊ ጡሩቃት ኢሎሞም መላኢካ ኣብ መንገዲ ሰላም ምበልኩም ኔርኩም ካሊእ ምረኣኹም ኔርኩም ኢሎሞም ላኪን ሳዓቱን ፈሳዓ ወዲ ሰብ ከምኡ ኢዩ ማለት ኢዩ ተፈጥሩኡ ምርሳዕ ኣለዎ ማለት እዩ ወማ ሱምየ ልኢንሳኑ ኢላ ሊኒስያንሂ ኢንሳን ድተባህለ እኮ ሊኣነሁ የንሳ ረሳዓይ ስለ ዝኾነ እዩ ከምቲ ሰይድና ኣደም ድረስዕዎ ማለት እዩ ወሊዛሊክ እቲ ዝዓበየ ምዝኽኻር እንታይ እዩ እንተ ኢልካ ጉዳይ ናይ ተውሒድ እዩ ተውሒድ እንተ ሒዝካ ንሱ እዩ እቲ ህይወት ኢልና ማለት እዩ ኣብቲ ዝሓለፈ ከም ዝበልናዮ ረቡና ዓዘ ወጀል እውን ኣብ ሱረት ኣልኣንዓም መበል ሚእትን ዕስራን ክልተን እንታይ ኢሉ ኣወመን ካነ መይተን ፈኣሕየይናህ ኢሉ ኢዘን ብማዕና ተውሒድ ዘይብሉ ሰብ እንተ ደኣ ኮይኑ ኣብ ሽርኪ ዘሎ እንተ ደኣ ኮይኑ ዲን ዘይብሉ እንተ ደኣ ኮይኑ መይት እዩ እንቀሳቀስ ዲ ዘሎ እዎ እዚ ናቱ ምንቅስቃስ እዚ ናቱ ላዕልን ታሕትን ዝብሎ ዘሎ እቲ ንሱ ዝሪኦ ዘሎን ምስ ምውታት እዩ ዝቁጸር ማለት እዩ መን እዩ ደኣ እቲ ምስ ህይወት ደሎ እንተ ኢልካ ኣብ ኢማን ደሎ ማለት እዩ ወሊሃዳ ረቡና ዓዘ ወጀል ኣብ ሱረት ኣንፋል መበል ዕስራን ኣርባዕተን እንታይ ኢሉ ያ ኣዩሃ ለዚነ ኣመኑ እስተጂቡ ልላሂ ወሊረሱሊ ኢዛ ደዓኩም ሊማ ዩሕይኩም እቲ ረሱል ዝነግርኹም ደለዉ እቲ ረሱል ዝእዝኹም ደለዉ እስተጂቡ ሕራ ኢልኩም ተኣዘዙ ኢኹም ኢዛ ደዓኩም ሊማ ዩሕይኩም ምክንያቱ ረሱል ዝፅውዕኹም ዘለዉ ናብ ሂወት እዮም ዝፅውዕኹም ዘለዉ እቲ ሓቀኛ ሂወት ኣብ ምንታይ እዩ ዘሎ ምስ ኢማን እዩ ዘሎ ማለት እዩ ኣብ ኢማን ዘሎ ኣብ ተውሒድ ዘሎ ተኮይኑ ድማ ንሱ እዩ ኣብ ቅኑዕ መንገዲ ዘሎ ረቡና ዘ ወጀል ኣብ ሱረት ልኣንዓም መበል 82 እንታይ ኢሉ ኣለዚነ ኣመኑ ወለም የልቢሱ ኢማነሁም ብዙልምን ኡላይካ ለሁም ልኣምን ወሁም ሙህተዱን ኢሉ ሰብ ክሽገርን ክጻብብን እንከሎ በዓል ኢማን ተኾይኑ ኣልሓምዲላሂ ዝብል ረበል ዓለሚን ዝኸተቦ ንሱ እዩ ክረኽበና ዩእሚን ብልቀዳእ ወልቀደር ለሁሙል ኣምን ኣብ ኣዱንያ ኣማን እዩ ዘለዎም ወፊል ኣኺራ ኣማን ኣለዎም ወሁም ሙህተዱን ኣብ ኣዱንያ ሂዳያ ብቕኑዕ መንገዲ እዮም ዝጓዓዙ ዮም ኣልቅያማ ከዓ ንሳቶም እዮም ሂዳያ ዝረኽቡ መንገዲ ጀና ዝኣትዉ ማለት እዮም ኢዘን ብተውሒድ ሰዓደቱል ኢንሳን ወጠማእኒና ኣብ ተውሒድ እንተ ኣሎ ኮይኑ ሓደ ሰብ ሰዓዳ ይረክብ ጠማእኒና ይረክብ ርግኣት ይረክብ ማለት እዩ ወሊሃዛ ረቡና ዓዘ ወጀል ኣብ ሱረት ናሓል መበል ተስዓን ሸውዓተን ኣያ እንታይ ኢሉ መን ዓሚላ ሳሊሓን ሚን ዘከሪን ኣው ኡንሳ ኣላ እዚኣ ድማ ዓጂብ ዝኾነት ኣያ ዓመል ሳልሕ ድሰርሐ ወዲ ተባዕታይ ይኹን ጓል ኣንስተይቲ፣ መን ዓሚላ ሳሊሓን ሚን ዘከሪን ኣው ኡንሳ ወሁዋ ሙእሚን፣ ሙዋሒድ እዩ ተውሒድ ኣለዎ ብጀካ ንረቢ ተዘይኮይኑ ንኻሊእ ዒባዳ ኣይገብርን እዩ ሙእሚን እዩ እሞ ዓመል ሳልሕ እንተደኣ ጌሩ ፈለኑሕየነሁ ሓያተን ጠይባ ወለነጅዝየነሁም ኣጅረሁም ብኣሕሰኒ ማ ካኑ ያዕመሉን ኣዚ ዓባይ ብሻራ እያ ኣወለን ኣብ ኣዱንያ ፈለኑሕየነሁ ሓያተን ጠይባ ጽቡቕ ሂወት ከነንብሮ ኢና ኢሉ እቲ ጽቡቕ ሂወት ምንባር ማለት ናይ ኣዱንያ ዝረኣይን ዝጭበጥን ማለት ኣይኮነን ላ ጠማእኒና ረቢ ህበካ ሰዓዳ ይህበካ እቲ ኣብ ኒዕማ ኣሎ ኣብ ሽሻይ ኣሎ ክንዲዚ ሃፍቲ ኣሎ ክንዲዚ እዩ ትብሎ ንሱ ድቃስ የብሉን ህውከት እዩ ዘሎ ማለት እዩ እቲ ዝተሓዝ ነገር ዝጭበጥ ነገር ወላ ሒዝዎ እንተሃለዎ ኢማን ድሕር ዘይብሉ ኮይኑ ኣማ ኢማን ዘለዎ እንተ ኮይኑ ግን ወላ እኮ ውሕድ ትኹንታ ናቱ ትሕዝቶ

ኣሕሰን ድተዓጻጸፈ እምበር ሓንቲ ሓሰና ትገብራ እኮ ረበል ዓለሚን ስጋብ ዓሰርተ ይዓጽፈልካ ስጋብ ዒስራ ስጋብ ሸውዓተ ሚእቲ ዓላ ሓሰብ ኣልኢኽላስ ኣጅረሁም ቢኣሕሰኒ ማ ካኑ ያዕመሉን ኢሉ ማለት እዩ ከምኡ ውን ረቡና ዓዘ ወጀል ኣብ ሱረት ጣሃ እንታይ ኢሉ ፈኢማ ያእትየነኩም ሚኒ ሁዳ ናተይ መምርሒ ናተይ ናብ ቅኑዕ ዝመርሕ ትእዛዛት ክመጸኩም ከሎ ፈመን ይተበዓ ሁዳይ እቲ ናተይ ቅኑዕ መንገዲ ዝተኸተለ ፈላ የድሉ ወላ የሽቃ ያዕኒ ኣብ ጥፍኣት ኣይከየድን እዩ ቅርስስና ዝበሃል የብሉ ሰዒድ እዩ ዝኸውን ወላ የሽቃ ኣንታ እዚ ስኒ ወላ ሓንቲ ኮይ ዘይብሉ ላኪን ኩላ ግዜ መብሱት ትሪኦ በዓል ኢማን እንተ ኮይኑ ኻላስ ኣልሓምዲላ እብለካ ረብልዓለሚን ድቀሰመለይ እድረክ እምበር ካብታ ረቢ ድቀሰማ ዶ ክወፅእ እየ እብለካ ኩላ ግዜ ሙጥመኢን እዩ ኢማን ደይብሉ እንተኾይኑ ወይ ከሓዲ እንተደኣ ኮይኑ ወይ ዘየስላማይ እንተደኣ ኮይኑ ወይ በዒድ ካብ ኢማን እንተደኣ ኮይኑ ድማ ኩሉ ዱንያ ተኣኪብሉ እንከሎ ጎደለት ወረደት ጥራሕ እዩ ዝብል ማለት እዩ ኻላስ

ኣወለን ኣብ ኣዱንያ መዒሻ ደንካ እዩ ዘሎ ደንካ ያኒ ልተጻበበ ዓቕሉ ልጸበቦ ራሓ ዘይብሉ ናብራ ይነብር የውመል ቅያማ ድማ ዕውር ኮይኑ ኣብ ሓዊ ጀሃነም ይኣቱ ሓታ ያ ረብ ኣብ ኣዱንያ ከለኹ ዓይኒ ምሽ ነይሩ ኣብ ኣዱንያ ዓይኒ ተዋሂቡካ ነቲ ቁኑዕ ግን ክትሪኦሉ ስለ ዘይከኣልካ ቁኑዕ ስለ ዘይትርኢ ዝነበርካ ሎሚ ድማ ኣልጀዛእ ምን ጅንስል ዓመል ከከም ድሰራሕካዮ እዩ ብርሃን ዝርእዩ ዝነበሩ ረብል ዓለሚን ብርሃን ይውስኸሎም ነቲ ብርሃን እናረኣዩ ከለዉ ከም ዘይረኣይዎ ተሸፊኖም ዝኸዱ ድማ ዑረት ይትክኣሎም ማለት እዩ ከምኡ እውን ረቡና ዓዘ ወጀል ኣብ ሱረት ጣሃ ኣወል እንታይ ኢሉ ጣሃ ማ ኣንዘልና ዓለይከ ልቁርኣን ኣሊተሽቃ ቁርኣን ዘውረድናልካ ሰዒድ ንክትከውን ደኣ እምበር ሸቃዋ ዘለዎ ኣይኮነን ሊተስዓድ ሰዒድ ንኽትከውን ወየስዓዱ ብሂ መን ይተበዓክ ንዓኻ ዝተኸተለ ድማ ሰዒድ ይኸውን ኢሉ ረቡና ዓዘ ወጀል ኢዘን ከሊመቱ ተውሒድ ያእኽዋን እዛ ተውሒድ ትብል እዛ ላኢላሃ ኢለላህ ሙሓመዱን ረሱሉላህ ኣዕዘሙ ከሊማ ፊል ውጁድ ኣብዚ ዱንያ እዚ እታ ዝዓበየት ቃል እንታይ እያ እንተ ኢልካ ህየ ተውሒድ ሊኣጅሊሃ ኹሊቀት ልኸሊቃ ንዓኣ እዩ ድማ ደቂ ሰባት ተኸሊቆሞ ዘለዉ ደቂ ሰባት ንምንታይ ተኸሊቕካ፣ ንምንታይ ኣብ ኣዱንያ መጺኻ፣ ንምንታይ ትመውት፣ ናበይ ከ ትጓዓዝ እዚ ግልጺ እዩ ንኣህልል ኢማን። ኣስላማይ ተኾይኑ እዚ ኩሉ እዚ መልሱ ድሉው እዩ ዘለዎ ማለት እዩ። ገለ ገለ ኣለዉ ኣብ ኩፍሪ ዝነብሩ ሰባት እንታይ ኣምጺእዎ ድሎ ኣብ ኣዱንያ ኣይፈልጥን እዩ። ንምንታይ ይመውት ናበይ ከ ይጓዓዝ ድሕሪ ሞት ኣይፈልጥን እዩ ማለት እዩ። ኣመል ሙእሚን የዕርፍ ረበል ዓለሚን ኣምጺኡኒ ዘሎ ኣብዚ ኣዱንያ እዚ ንዕኡ ዒባዳ ክገብር ይፍተን እየ ዘለኹ ሊልኢብትላእ

እንታይ ክገብሩ እዮም ተላኢኾም እንተ ኢልካ ናይ ኣዱንያ ነገር ከምህሩ ይኮኑን ናይ ኣዱንያ ድላይካ ስራሕ መፍቱሕ እዩ ተን ሓራም ዝኾና ውሕዳት ኣለዋ ካብአን ተቆጠብ ኢኻ ካልእ ግን ተጓየ ኢኻ ጸገም የብሉን ላኪን እዞም ርሱላት እዚኣቶም ሒዞሞ ድመጹ መምርሒ መምርሒ ናይ ኣኼራ እዩ ተቀይድካሉ ትኸይድ ኣብ ኣዱንያኻ ይኹን ኣብ ንኣኼራኻ ዝጠቕመካ መምርሒ ሒዞም ድመጹ ርሱላት ንምንታይ ተላኢኾም ምን ኣጅል ተውሒድ

ኣየነይቲ እያ ተልካ ህየ ተውሒድ ላኢላሃ ኢላላህ ሙሓመድ ረሱሉላህ ወኣሳሱል ሚላ ኩሉ ኣድያን እንታይ እዮም ሒዞም መፂኦም ኣንቢያ እንተ ኢልካ ነዛ ላኢላሃ ኢላላህ ሒዞም እዮም መፂኦም ወሩክን ኣልኢማን እታ ቀንዲ ናይ ኢማን ህወ ተውሒድ ብረቢ ስብሓን ወተዓላ ምእማን ምእማን ጥራሕ ዘይኮነ ኩሉ ሰብ ኣሚነ ይብል እዩ ላኪን ዒባዳ ንረቢ ስብሓነሁ ወተዓላ ጥራሕ ክተውዕላ ማለት እዩ። ወህየ ልዑርወቱ ልውስቃ ኣለቲ መን ተመሰከ ቢሃ ነጃ እዚኣ እታ ዝተረረት ገመድ እያ ንዓ እንድሕር ሒዝካያ ጎቲታ ጎቲታ ኣብ ጀና እተእትወካ ማለት እዩ። ኣልዑርወቱ ልውስቃ ትበሃል።

ወፈዳኢል ሃዚህ ኣልከሊማ ወመውቂዑሃ ሚነ ዲን ፈውቀ ማ የሲፍሁ ኣልዋሲፉን ወየዕሪፍሁ ኣልዓሪፉን ብዛዕባ እዛ ናይ ተውሒድ ፈድሊ ናታ፣ ብልጫ ናታ፣ ክብረት ናታ ናይ ላኢላሃ ኢለላህ ገላጻይ ገሊጹ ክውድኦ ኣይክእልን እዩ። ፈላጥ ብፍልጠቱ ክገልጾ እውን ኣይክእልን እዩ። ያዕኒ ካብቲ ንሓስቦ ንላዕሊ ካብኡ ንላዕሊ ማዕና ደለዎ ካብኡ ንላዕሊ

ኣብዚ እኒ ዝነብር ኣስላማይ ድማ ኣብ ላኢላሃ ኢለላህ ወልሓምዱሊላህ ከመየለኻ ኣልሓምዱሊላህ ሓሚሙ ኩነታቱ ናይ ኣዱንያ ነገራት ጎዲልዎ ኣሎ ከመይ ኣለኻ ኣልሓምዱሊላህ ኣልሓምዱሊላህ ንረቢ የመስግን ማለት እዩ ምክንያቱ ረብልዓለሚን ዝቐሰመለይ ኣብኡ እንድየ ደለኹ ኣልሓምድሊላህ ይብል ማለት እዩ። ወኣፍደሉ ዚክር ከኒ እታ ዝበለጸት ከ ላኢላሃ ኢለላህ ኣብዚ ዱንያ እዚ እዞም ኩሎም ዒባዳ ዝገብርሎም ደለዉ ጠዋፍ ድገብርሎም ድዮም ድልምንዎም ደለዉ እዚኣቶም ባጥል እዮም ላኢላሃ ኢለላህ ላ ማዕቡደ ፊል ውጁድ ብሓቅን ኢለላህ ብጀካ ረቢ ካሊእ ዝግዛእ የለን ዝበለ እዚኣታ ኣፍደሉ ዚክር ኢዘን የኣኽዋን ኣተውሒድ ሁወል ኣስል ፊ በኒ ኣደም ተውሒድ ኣብ ደቂ ሰባት ንሱ እዩ እቲ መሰረት ነይሩ ማለት እዩ ወሽርኩ ጣሪኡን ወደኺል ዳሕራይ እቲ ሽርኪ መፅኡ ኣስለን ረብልዓለሚን መን እዩ ኸሊቁ ሰማያት መሬት ረብልዓለሚን መን እዩ ኸሊቁዎ ንኣደም ኣላሁ ስብሓን ወተዓላ ኣደም ንመን እዩ ዝፈልጥ ኻልቅ ናቱ ንረቢ እዩ ነይሩ ናብ መሬት ምስ ወረደ ዳሕራይ ድሕሪ ሺሕ ዓመት ዝኸውን ዳሕራይ ድመፀ እዩ እዚ ፉላን ከምዚ ገይሩ ናብ ረቢ ከቕርበካ እዩ ፉላን እገለ እዩ እንዳበለ ሰብ ካብ ረቢ ዝረሓቐ ድሓር እዩ ኣልኣስል ኣብ ደቂ ሰባት እንታይ እዩ ደሎ ተውሒድ እዩ ነይሩ ማለት እዩ ከማ ቃለ እብኒ ዓባስ ሰይድና እብኒ ዓባስ እንታይ ይብሉ ካነ በይነ ኣደም ወኑሕ ዓሽረት ቁሩን፣ ኣብ መንጎ ኣደም ስጋብ ሰይድና ኑህ ዓሰርተ ክፍለ ዘመን ሓሊፉ፣ ኩሉሁም ዓለት ተውሒድ፣ ኣብ ተውሒድ እዮም ነይሮም። ዳሕራይ እዮም ካብ ተውሒድ ሰባት ኣላጊሶም፣ እምበር ዓሰርተ ክፍለ ዘመን ኾውን ኣብ ተውሒድ ነይሮም። ወኣወሉ ማ ሓደሰ ሽርኩ ፊል ኣርድ ፊ ቀውሚ ኑህ፣ ኣብ ህዝቢ ናይ ሰይድና ኑህ ዝነበሩ ኣብኡ ሽዕኡ ጀሚሩ እቲ ሽርኪ ማለት እዩ። ለማ ቐለው ፊ ሳሊሒን ሳልሒን ኔሮም ዝሞቱ ምስ ሞቱ እዚኣቶም ደኣ ንዖም ዒባዳ ዘይንገብረሎም ብኦም ጌርና ናብ ረቢ ደይንበጽሕ ትብል ሓዳሽ ፈልሰፋ ሓዳሽ ነገር ኣትያ ብኣ ጠፊኦም ማለት እዮም ረብልዓለሚን ድማ ብማይ ብታሕትን ብላዕልን ኣምጺኡ ድማ ኣህሊቅዎም ማለት እዩ ሱወር ገይሮምሎም ስእልታት ገይሮምሎም ነቶም ሳልሒን ኣብኣቶም ዒባዳ ገይሮም ማለት እዮም ፈኣለ ቢሁም ልኣምር ኢላ ኣን ዓበዱሁም ኣብ ዒባዳእውን በፂሖም ማለት እዮም ብድሕሪኡ ዒባደት ቀይርላህ ምስ ተጀመረ ረበልዓለሚን ድማ ረሱል ድማ ኖሕ ልኢኹ ማለት እዩ ሰይድና ኖሕ ድማ የንሃ ዓን ሽርክ ወያእሙር ብዒባደት ላህ ንዑ ናብ ተውሒድ ተመለሱ ካብ ሽርክ ረሓቑ ዝብል ድማ ሰይድና ኑሕ መጭም ኩሎም ኣንብያ ጃእ ባዕድ ሚን ባዕድ ኩሉሁም ዓላ ሃዘ ነመጥ ነዚኣ ሒዞም ድማ ኩሎም ልኡኻት ድማ ሰባት ካብ ተውሒድ ክረሕቁ ክጅምሩ ከለዉ ረቢ ነቢ ይልእኽ ረሱሉ ይልእኽ ድማ የዘኻኽርዎም መሊስካ ድማ ናብ ሽርክ ይምለሱ ከምዚ እንዳበለ እዚ ኩሉ ክፍለ ዘመን ኣብታ ናይ ሳልሒን ኢሎም ምስ ጀመርዋ ናይ ሰይድና ኑሕ ዝነበረት ካብኣ ጀሚርካ እታ ሽርኪ ኣብ በኒ ኣደም ኣትያ እምበር ሽርኪ ዝብሃል ኣብ ግዜ ኣደም ክሳብ ግዜ ኑሕ ዝመጽእ ሓንቲ ሽርኪ ኣይነበረን ማለት እዩ። ሽርኪ ምስ መጸ ድማ ረቡና ዓዘወጀል ልኡኻት ልኢኹ ወማ ኣርሰልና ሚን ቀብሊካ ሚን ረሱሊን ኢላ ኑውሒ ኢለይሂ ኣነሁ ላኢላሃ ኢላ ኣና ፋዕቡዱን ንዑ ናብ ረቢ ተመለሱ ዝብል ድማ ልኡኻት ልኢኹ ማለት እዩ። እዚ ኣብ ሰይድና ሙ ኣብ ሰይ ግዜ ሰይድና ኑሕ ሽርክ ተጀሚሩ ወኣመ ሽርኩ ፊ ቀውሚ ሙሳ ኣብ ግዜ ሰይድና ሙሳ ድማ እዚ ኩሉ ዳዕዋ ጌሮምሎም ካብ ፊርዖን ክንደይ ደዕምጾምን ደብሎምን ዝነበረ ካብኡ ኣልቂቆሞም ባሕሪ ተሳጊሮም ከይዶም ድማ ብድሕሪኡ ድማ እተኸዙ ልዕጅል ሓንቲ ምራኽ ድማ ናብኣ ድማ ዒባዳ ጀሚሮም ወካነ መውቅፍ ከሊሙላሂ ሙሳ ወኣኺሂ ሃሩን ዓለይሂም ሰላም ማ ቀሰሁላህ ፊል ቁርኣን ሰይድና ሙሳ ምስ ሓዉ ሃሩን ኮይኖም ድማ ብዛዕባ እቲ ሽርክ ዝተረኸበ ከመይ ገይሮም ከም ድገሰጽዎም ድማ ረበል ዓለሚን ኣብ ቁርኣን ገሊጹልና ማለት እዩ ኣብ ነሳራ ኸኒ ኣብ ግዜ ሰይድና ዒሳ ድማ መዓስ ጀሚሩ ባዕዳ ረፍዒ ኣልመሲሕ ዓለይሂ ሰላም ሰይድና ዒሳ ተውሒድ ኣምሂሮሞም ኣብ ተውሒድ ሒዞም ይኸዱ ነይሮም ሰይድና ዒሳ ክቐትልዎ ኢሎም ምስ መጹ ረብል ዓለሚን ረፈዐሁ ላህ ንሰማይ ኣዕሪግዎ ማለት እዮም ብድሕሪኡ ሓደ ቦልስ ዝበሃል ካብ ኣይሁዳውያን እዩ ኣብታ ከምኣቶም ተመሲሉ ኣትዩ ድማ ኣብ ሽርክ እትይዎም ርኢኻ ኣብ ሰይድና ሙሳ ከመይ ኢላ ጀሚራ ኣብ ሰይድና ኑሕ ጀሚራ ኣብ ሰይድና ዒሳ ድማ ከምዚ ኢላ ድማ እታ ሽርክ ድማ ጀሚራ ማለት እዩ ኣነ ምሳኻትኩም እየ ኢሉ ሓደ ኣይሁዳዊ መጺኡ ቦልስ ዝበሃል ኣብቲ ናትኩም ዲን ኣትየ ኢሉ ብኡ ገይሩ ኣብ ዲን ነሳራ ድማ ዓቂደተ ተስሊት ድማ ኣምጺኡሎም ማለት እዩ ኣብ በኒ እስማዒል ከኒ ሰይድና ኢብራሂም ንወዶም እስማዒል ኣብዚ መካ ኣቐሚጦሞም ዙርያ ገይሮም ወሁሙል ዓረብ ኣብ ዓረብ ከኒ ከመይ ኢሉ እቲ ሽርኪ መፂኡ እንተ ኢልካ ድማ ዓላ የድ ዓምሩ ብን ሉሓይ ኣልኹዛዒ ዓምሩ ብን ሉሓይ ኣልኹዛዒ ይገይሽ ነይሩ መገሻታት በዚ ናይ ሻም ገፁ ምስ ረኣየ ጣኦት ሰነም ገለ ዒባዳ ክገብሩ ምስ ረኣየ እዚኣ ደኣ ፅቡቕቲ ኢሉ ሒዝዋ መፅዩ ኣወል ኣብ በኒ እስማዒል ኣብ ዘይፈልጥዎ ዝነበሩ ሰነም ኣምፅእሎም ዓምሩ ብን ሉሓይ ኣልኹዛዒ ይበሃል እዚ ጠብዓን እነቢ ዓለይሂ ሰላቱ ወሰላም ኢሎም ኣብ ሓዊ ጀሃንም ረበል ዓለሚን ከመይ ኢሉ ይቕጻዕ ከም ደሎ ንረሱል ኣርእይዎም ማለት እዩ። ይቕጻዕ መዓንጥኡ ተዘልዚሉ ይወጽእ ማለት እዩ። ለኣኑ ቀየር ዲን ኢብራሂም ኣብ ተውሒድ ዝነበሩ እታ ዲን ከመይ ገይሩ ቀይርዋ ኣብ ሽርክ እትዋ ማለት እዩ። ኣብ ኣርድል ሕጃዝ ኣብ ኩሉ ሰነም ኣምጽኡ ማለት እዩ። ብድሕሪኡ ድማ ረሱል ዓለይሂ ሰላቱ ወሰላም መጺኦም ድማ ናብ ተውሒድ መሊሶሞም። ረሱል ካብዚ ዱንያ እዚ ምስ ተፈለዩ ድማ ድሕሪ ሚእትን ኣርባዕተን ዓመት ዝኸውን ድማ በዞም ሺዓ ኣቢልካ ፋጢሚይን ዝበሃሉ ድማ ኣብ ዒባደቱል ቁቡር ዒባደቱ ሳሊሒን እንዳበልካ ድማ መሊሶም ድማ ኣልዮሞም ናብ ካሊእ መንገዲ ድማ ወሲዶሞም ማለት እዩ። ላኪን ኣላሁ ዓዘወጀል ተከፈለ ቢሕፍዚ ሃዘ ዲን እዚ ዲን እዚ ክሳብ የውመል ቅያማ ኩላ ግዜ ኣብ ተውሒድ ዝነብሩ ከምኡ ድማ እዚ ዲን እዚ ረበል ዓለሚን ሓፊዝዎ እዩ ሓታ ባዕደ ነቢይና ሙሓመድ ዓለይሂ ሰላቱ ወሰላም የድ ዑለማ ሙስሊሒን ሳሊሒን ዝኾኑ ዑለማእ ድማ እንዳመፁ ንሰባት እንዳዘኻኸሩ ድማ ናብ ተውሒድ ድመልሱ ድማ ረበል ዓለሚን ብብእዋን ድማ የተስእ ወሊዛሊከ ነቢ ዓለይሂ ሰላቱ ወሰላም እንታይ ኢሎም ኢነላሀ የብዐሱ ሊሀዚህ ልኡማ ዐላ ረእሲ ኩሊ ሚኣቲ ሰነ መን ዩጀዲድ ለሃ ዲነሃ ኢሎም። ረዋሁ ኣቡ ዳውድ። ኩላ ግዜ ረብል ዓለሚን ሓደ ክፍለ ዘመን ሓሊፉ ካሊእ ክፍለ ዘመን ክመጽእ ከሎ ሰባት ክደኽሙ ከለው ነቲ ዲን ከም ብሓድሽ ድማ ዘበራብሮ ድማ ተጅዲድ ዝገብረሉ ድማ ረብል ዓለሚን ኩሉ ሚእቲ ዓመት ድማ የተስእ ማለት እዩ።

ያዕኒ ጣኢፋ ኣላ ኩላ ግዜ ኣብ ኩሉ ዱንያ እንታይ ኣለና ማለት እዩ ሙዋሒዲን ኣለዉ ማለት እዮም ተውሒድ ሒዞም ዝጓዓዙ ኣለዉ ክሳብ የውም ኣልቅያማ ዝኣክል ማለት እዩ ላኪን ብፈድልላሂ ወራሕመትሂ ማለት እዩ ልግሲ ናይ ረቢ ስብሓነሁ ወተዓላ ኮይኑ በብእዋኑ ዑለማ እንዳመፁ ደዘኻኽሩ ኣለዉ ማለት እዮም ናይ ግድን ከዓ ይኾነና ንሕና እውን ፅቡቕ

ኣብቲ ቅኑዕ ንጉዓዝ ከምኡ ድማ እቲ ብርሃን ናይ እስልምና ዘይፈለጡ ውን ተፍልጦም ካብ ተውሒድ ክእለይ ዝደለየ ላእ ተመለስ እዚኣ እታ ተውሒድ እንዳበልካ ናብ ተውሒድ ዳዕዋ ምግባር ናይ ግድን ይኸውን ማለት እዩ በኑ እስራኤል ረቢ ልዓለሚን ንምንታይ ኣጥፊእዎም ንምንታይ እዮም ሃሊኮም እንተ ኢልካ ምክንያቱ እቶም ዑለማ እቶም ሓቂ ዝፈልጡ ነቲ ሓቂ ስለ ደየብፅሑ ማለት እዮም ወሊዛሊክ እቲ ሓቂ እንዳፈለጠ ንሓቂ ድሽፍን እዚ ኸጠር እዩ ማለት እዩ

እከይ ትግባራት ዝገብርዎ ዝነበሩ ለውላ የንሃሁም ረባንዩነ ወልኣሕባሩ ዓን ቀውሊሂም ልእስም ወኣክሊሂም ስሑት ለቢእሰ ማ ካኑ የስናዑን ኢሉ። ክኽልክልዎም ዶ ኣይነበሮምን መን ኣረባንዩን ወልኣሕባር እቶም ዕልሚ ዘለዎም እቶም ፍልጠት ዘለዎም ካብቲ እከይ ነገራት ክኽልክልዎም ነይርዎም ማለት እዮም ወሊዛሊክ ሃከዛ ሱነቱላህ ናይ ግድን ይኸውን ኣብ ኡማ እንታይ ክህልዉ ኣለዎም ማለት እዮም? ናብ ኼር ዝሕብሩ ካብ ሸር ዝኽልክሉ ድማ ክህልዉ ኣለዎም ማለት እዮም። ኩላ ግዜ ክቕየር ረብልዓለሚን እቲ ሓል ደለናዮ ናብ ጽቡቕ ክቕይረልና እንተ ኮይኑ ንሕና ክንቅየር ኣለና። እንታይ እቲ መቐየሪ ድማ ናብ ዒባደትላህ ዓዘወጀል ኩሉ ዒባዳታት ንረቢ ጥራሕ ክኸውን ኣለዎ። ኣብ ዘይረቢ ዒባደት ገይሩላህ እንተደኣ ሰባት እንተደኣ ወዲቆም ሽዑ እዩ እቲ በላእ ድመጽእ ማለት እዩ። በራእ ክርፋዕ ተኾይኑ ተውባ ኢልካ ናብ ረቢ ክትምለስ ኣለካ ማለት እዩ። ወሊሃዛ ኢማም ማሊክ ራሕመቱላህ ዓለይህ እንታይ ይብል ላ የስልሑ ኣኺሩ ሃዚህ ልኡማ ኢላ ማ ሰላሓ ኣወሉሃ እዚ መጨረሻ ደሎ ህዝቢ ክዕረ ኣይክእልን እዩ ኢላ በቲ መንገዲ ናይ ቀዳሞት ዝነበሩ ተዘይከይዶም ቀዳሞት ሓያቱ ሰሓባ ሓያቱ ታብዒን ኣብ ምንታይ እዮም ነይሮም እንተ ኢልካ ኣብታ ዲን ኣብታ ሸሪዓ ረቢ ዘውረዳ ብኣዮም ዝካየዱ ነይሮም ማለት እዮም ወሊሃዛ ረቡና ዓዘ ወጀል ወልተኩን ሚንኩም ኡማ ኢሉ ሓንቲ ጉጅለ ሓንቲ ኡማ ክትህልው ኣለዋ የድዑና ኢለል ኸይር ወየእሙሩና ቢልማዕሩፍ ወየንሃውና ዓኒል ሙንከር ወኡላኢከ ሁሙል ሙፍሊሑን ናይ ግድን የኸውን ናብ ቅኑዕ ዝሕብሩ ካብ ሕማቕ ዝኽልክሉ ክህልው ኣለዎም ማለት እዮም ላቡዳ ሚነ ዳዕወቲ ኢለላህ ቢልሒክማ ወልመውዒዘቲል ሓሰና ናይ ግድን ዳዕዋ ናብ ተውሒድ ዝገብር ክህልው ኣለዎ ላኪን ብምንታይ ማለት እዩ ብሕክማ ደለዎ ህድእ ኢልካ ወልመውዒዘቲ ልሓሰና ጽቡቕ ኣዘራርባ ጽቡቕ ኣገባብ ጌርካ ሊኣኑ እቲ ዲን ሸርዑላህ እንተ ናብ ሰብ ብግቡእ እንተ በጺሑ ሰብ ይርድኦ እዩ እንታይ ደኣ ከባላሽዎ ዝኽእል እቲ ደብጽሕ ሰብ ብኩሉ ኣደብ ብኩሉ መንገዲ ናይ ሰሓባ ብኩሉ ከምታ ረሱል ዝዓለምዋ ገይሩ ናይ ግድን ከብጽሕ ኣለዎ ማለት እዩ ስለዚ ድሕነት ክርከብ

ወማ ኸለቅቱል ጅነ ወልኢንሳ ብድሕሪኣ መጺኣ ማለት እዩ። ኢዘን ክንዘኻኸረሉ ዘለና እቲ ዝዓበየ እንታይ እዩ እንተ ኢልካ ጉዳይ ጉዳይ ናይ ተውሒድ እዩ እሞ ኣብዛ ናይ ተውሒድ ዘለና እንሻላህ ካብቲ ቀዳማይ ክፍሊ ወይ ባብ ተውሒድ ድብል ኣለዚ ህወ ሓቁላህ ዓል ዓቢድ ኣብቲ ድመጽእ ግዜ እውን ብዝያዳ ክንትንትኖ ኢና ከምቲ ዝሓለፈ